ሰላም ሰላም ፍትዋት ተኸታተልቲ ሓሜት ዩቲዩብ ቻነል ሕጂ እውን ከም ወትሩ ኣዛነይትን ኣዘናጋዕትን ቪድዮታት ምስ ኣፍ ዘየኽድኑ ናይ ሕቡሽ ኮመንት ስሒዘልኩም መፅእ ኣለኹ ሰናይ ምክትታል እዛ ቪድዮ ቅድሚ ምርኣይኩም ላይክ ግበሩ ዌልካም ኢልኩም ኮመንት ፀሓፉ ሼር በልዎ ሳብስክራይብ ከም ዝገበርኩም ከኣ ኣረጋግጹ። ጋይስ እስከ ወዲ ጽጋብ ዕባይ ዓጋመ ትብል ናይ ፈይስቡክ ኣካውንት ሓውና ከኣ ፍቅሪ ኣብ ክንደይ ዕድሜኹም ሒዙኩም ብሓንሳብ ከ ኣለኹም ዶ ኣነ ወዲ ዓሰርተ ሸውዓተ ዓመት ተምሃራይ ከለኹ ሕጂ ንሳ ንሃፍታም ተመርዕያ ወሊዳ ኣነ ተሰዲደ ኣጣሊሑሉ ኣለኹ ተፋቲሓ ናብ ሓማም ሕጻብ ክትመጽእኻ ናይ ኩሉ ግዜ ጸሎተይ ብምባል እዛ ጽሕፍቲ ፖስት ኢልዎ ኣሎ ሐቡሸይ ኣብ ኮመንት እንታይ ክብሉ እዮም ከ ብሓደ ንራዮም እዚ ኩሉ ኣባጺሕና ሃብታማት ትወስድዎን ግን ኣላህ ይብላዕኩ መርገም ግደ መርገም ግደ ፈተውኒ ሕዚ እኮ ናይ ልብኻ ዝተዛረብካ መሲልዎም ናይ ልቦም ክዛረቡ እዮም እዞም ፋራታት ናይ ልቡ እንዲሞ ሕጅስ ኣብ ዓሰር ሰለስተ ዓመተይ ወዲ ከላሰይ ስቕ ኢለ ይፈትዎ ደ ነይረ ብዓይነይ ካልእስ ዝፈልጦ ተኣምር ኣይነበረን ከመይ ዝነበረ ኣንታ እታ ኩነታት ከብስ ፍቅሪ ዕውር ዝብሃል እባ ናይ ሓቂ እዩ ተፋቲሓ ክትመፅእ እያ። ፈይስቡክ እንተሃልይዋ ሜንሽን ግበረለይ እሞ ባዕለይ ኣፋቲሐ ከምፃ ናብ ሓማማ የኔ ውድ ተሓባብርቲ ትፋታሕ ጥራይ እምበር ምሽዋር ክንሕግዘካ ኢና ኣጆኻ ኣፈቃ ሓወይ ኣንኳን ፍቅሪ ሰዓል ሒዝኒ ይፈልጥ ኒናይ ጌና ኣይሓዘንን ዘሎ እስካዕ ኸዚ ጓል ሰላሳ ምስ ኮንኩ ትሕዝኒ እምበይ ክሳብ ዝኣረገ ፍቕሪ ከይሓዘኒ

ኣቱም ህዝቢ እዞም ገንዘብ ኣለቃሓና ትብሉ ፈጣጣትሲ ሰብ ዘይትምሕሩ ኢኹም ኣሰኪሕኩሞም እኮ እዞም ህዝቢ እዛ ሓብትና ሕጂሲ ኣማሪራ ሓንቲ ቪድዮ ትሰርሓልና ኣላ ሕቡሸይ ከኣ ኣብ ኮመንት ይጽሕፉ ኣለዉ እታ ቪድዮ ርኣይዋ ኣነ ከኣ ለቕም ለቕም ኣቢለ ናባኹም ኮብለ። ከምዚ ዓይነት ሰብ ኣጋጠሙኩም ይፈልጥ ዶ ይመጹ እሞ ቅርሺ ኣለቅሕኒ ይብሉኒ ኣይ ኖኖይ የብልይ ህዝስ የብልይን ኢኹ ትሰርሒ ኣለኺ ዶ ደሞዝ ደይ ተቀበልኪ ዋእ እሞ ደሞዝ ተተቀበልኩ ስናይ ሂወት ከመሓድር ዶ ግዴታ ነይኑ እዮ ንዓለይ እኮ እየ ሂወተይ ክቅይር ዝሰርሕ ኣለኹ ዋእ ደሞዝ ደይ ተቀበልኪ እወ ተቐቢለ ግን ኣነለ ሃምቲ ናይካ ሓላፍነት ለለካ ህይወተይ ክቕይር እየ ልፅዕር ኣለኹ ናይካ ህይወት ከመሓደር ግዴታ ይብለይ ወይ ናይኪ ህይወት ከመሓደረልኪ ግዴታ ይብለይ ጓል ዓበይቲ ወኣዱ
ኣለቂሕኻዮ ቅርሸይ ምለሰለይ ትብለ እንተለኻ ታይ ደሊኻዮ ንብለካ ገንዘበይ ገንዘበይ ብገዛእ ገንዘብካ ምስ ወሰዱኸ ምለሰለይ ብልበልካዮም ቀዳሞት ጸላእትኻ እዮም ዝኾኑ። ለቓሕ ተለይ መሊስኩም ከም ሕዱር ሕማም ሕሰቡ። ዋይ እንታይማ ኣንሕና ኣለቅሕና ዝበልናክም ሲልኪ ጓል ሕርቃና ዶ ኣባና ተውፅኣሉ ምልቃሕሲ ደሓን ክመልስዎ ከለዉ ጥም እዩ ካብሉኻ ነቲ ገንዘብ ከ ሃበኒ ምሰልከ ኣቱም ላባየ ትድውሉ ሰባት መልሲ ካብኣ ሰምዑ በቃ ናይ ኩላትና ዘምሲ ናይ መጻኢ ደሞዝ ክባ ሰበርለ ኢለ ኣለወ መቐልኒ ክብለኪ እንዳ ሓሰብኩስ መኽኒት ኣቕሪብኪ ዕፅው ደቢለትኪ ኣንገል ትጸግቢ ኣለኺ ብሎክ ክብለኪ እየ ይብሉኻ ምስ ወሰዱ ግን እኮ ንዓይ ኣለቃሓኒ ኢልክኒ ነርኪ ኢኺ እንታይ ደኣ ኣነ ከምዚ ይብል ዋይ ወርሐይ ዘይፈልጦ ንሳ ትፈልጠላ ጋል ሄዋ ልቶም ከምኡ ዝብልኺ ደው ኢልኪ ከምኡ በልዮም እዚ ኣይትረብሽና ንዓና መጀመርታ ከምኡ ቅድሚ ምባልኪ ዘለቃሕኩኸ ቅርሺ መልሰ ብኽብረትኪ።
ምስ ሕቡሸይ ትስሕቁ እንተለኹም ነዛ ቪድዮ ላይክ ግበርዋ፣ ነዛ ቻነል ሓደስቲ ዝኾንኩም ከኣ ሳብስክራይብ ግበሩ። ንኺድ መደብና ንቐጽል።
ጋይስ እዛ ሓፍትና ሲ በዘን ቀብጠርጠር ዝብላ ኣዋልድ ድምጸን እንዳቀየራ ቃላተን እንዳቀየራ ቀብጠርጠር ዝብለና ኣዋልድ ኣምርር ኣቢላ ሓንቲ ቪድዮ ሰሪሓትልና ኣላ እታ ቪድዮ ረኣይዋ ሐቡሸይ ኣብ ኮመንት ታይ ክብሉ እዮም ከኣ ለቅም ለቅም ኣቢለ ናባኩም ኮብለ። ኣሕዋት ኮይንክን ብስልኪ ከምዚ ትብላ ሰባት እዚ ቪድዮ እዚ ልኣክን ሸር በላለን ትፈልጠን ኣዕርክትክን ይኩን ግዛዕኩን ዋእ ምሳና ወዲ ኖርማል ተጉዕ ለክን ብስልኪ ምስ ወዲ ተውቃዕተ ለኸን ካበይ ዝመፅ ለዚ ድምፅታት ዴ እወ ዳሕነ ይበጥስኪ ጓለይ ቴ እንታይ ልምዃን እዩ እንታይ ልምዃን እዩ ዋ እሱ ለቃላት ክኽእር ዴ በቃ ከምዛ ምሳና ምሳይ ወደ ተውግዒ ኣለኺ ለኣኸ እዩ ትፈልጢ ኽመን ምዃንኪ ርዝሮ ምሳይ ወደ ተውግዒ ኣለኺ

ከና ቀይራ ማርያምን ሓቅኺ ኣነለ ጓልየ ግን ክሰምዕ ከለኹ ከፅለኣኒ ከምዚ ኣርተፊሻል ፀጉርኺ ኣርተፍሻል ዘረባ እዩ ብሓቂ ምሳኻ ገፈፍ እናበላ ዓብየንሲ ሕዚ ጨምለቕለቕ ይብላ ይገርም እዩ እኮ እባ ኣነ እውን ከምኡ እየ ግን የሕስበኒ እዩ ንባዕለይ ኣደ ዓለመይ እዚኣስ ንዓኽን እያ ሰሪሓታ እዛ ቪድዮ ንዓይ እውን ድምፅኺ ቀኒስኪ ተናገርኒ ከይተደንጉርኒ ብዝሓት እዮም ደለይቲ ሓቅኺ ብድምፀን እየ ሓዲገን እኒኦኹ ምድዋል እሞ እሶም እኮ ከምኡ ልብላ እዮም ልፈትዩ ኣነስ ደረቕ